ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ተምስዩ ንሎምሶ ብካልኣይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል ክቡራት ተኻታተልቲ በቲ ቀዳማይ ንሪኣ ገዳስ ዛዕባ ምስ እንፍልም ብቐጥታ ምስ ሃገርና ኤርትራ ዝተተሓዘ ኮይኑ ኮር ፕረዚደንት ኢሲያስ ኣፈወርቂ ሎሚ ኣብ ሰዓታት ቅድሚ ቀትሪ ናይ ኣርባዕተ መዓልታት ናይ ስራሕ ምብጻሕ ንምክያድ ናብ ስዑዲ ዓረብ ኣቕኒዑ ይርከብ ኣሎ። ኮር ፕረዚደንት ኢሳያስ ኣፈወርቂ ስዑዲ ዓረብ ኣብ ዝበጽሓሉ እዋን ብዝተፈላለዩ ሰበስልጣን ናይታ ሃገር ድሙቕ ኣቀባብላ ተኻይድሉ ይርከብ ኣሎ። ኮር ፕረዚደንት ኢሳያስ ኣፈወርቂ ድሕሪ ግብጺ ዘካየዶ ናይ ስራሕ ምብጻሕ ናብ ሃገሩ ምስ ተመልሰ ኮር ፕረዚደንት ኢሳያስ ኣፈወርቂ ናብ ስዑዲ ዓረብ ናይ ስራሕ ምብጻሕ ከካይድ ምዃኑ ብተደጋጋሚ እዋናት ኣብ ዜናታትናን መደባትናን ገሊጽናን ሓቢርናን ኔርና፣ ዝተፈላለዩ ተኸታተልቲ ፈንቅል ኤሪ ሜድያ፣ ፈንቅል እዚ ዜናታት ካበይ ኢኻ ተምጽኦ፣ ንምንታይ ኮር ፕረዚደንት ኢሲያስ ኣፈወርቂ ክሳብ ሕጂ ናብ ሱዕዲ ዓረብ ዘይገሸ ዝብል ዝተፈላለየ ርኢቶታት ኣብ ቦታ ኮመንት ንዕዘብ ኔርና፣ እዚ ከምዚ ዓይነት ዜናታት ጭብጢ ዘይብሉ ሓበሬታ ናባኹም ክነብል ንዓና ውን ዝወሓጠልና ኣይኮነን፣ ካብ እሙናት ምንጭታትና ዝረኸብናዮ ሓበሬታ ስለዝነበረ ግን እንሆ ክቡር ፕረዚደንት ኢሳያስ ኣፈወርቂ ሕጂ ናብ ስዑዲ ዓረብ ብምቕናዕ ናይ ኣርባዕተ መዓልታት ናይ ስራሕ ምብጻሕ ንምክያድ ናብታ ሃገር ኣትዩን ኣቕኒዑን ይርከብ ኣሎ። መራኸቢታት ሃገራት ዓረብ ናይ ምብራቕ ኣፍሪቃ ንመገሻ ክቡር ፕረዚደንት ኢሳያስ ኣፈወርቂ ዝምልከት ዝተፍላለየ ዓበይቲ ርእስታት ሂበን ዜናን ጸብጻባትን እናሰርሓሉ ይርከባ ኣለዋ። ክቡር ፕረዚደንት ኣብዚ ኣብ ስዑዲ ዓረብ ዝጸንሓሉ ናይ ስራሕ መዓልታት ምስ ሰበስልጣን ናይታ ሃገርን ወራሲ ዓራትን ኣብ ዝተፈላለዩ መዳያት ቁጠባዊ፣ ወተሃደራዊ፣ ብፍላይ ከኣ ስዑዲ ዓረብ ንወደብ ዓሰብ ዝምልከት ዘካየደቶ ኣፈናዊ ስምምዓት ናብ ናይ መወዳእታን ውድእ ደረጃን ከሰጋግሮ ዝለዓለ ተኽእሎታት ኣሎ። ኣብ ማያት ቀይሕ ባሕርን ዞባ ቀርኒ ኣፍሪቃን ኣጋጢሙ ዝርከብ ዘሎ ቅልውላውን ኮር ፕረዚደንት ኢሳያስ ኣፈወርቅን ወራሲ ዓራት ስዑዲ ዓረብን ሓደ ካብቲ ዝዘራረብሉን ዝመያየጥሉን ኣገዳሲ ጉዳያት ክኸውንዮ። ስዑዲ ዓረብ ስርዓት ብልጽግና ዘካይዶ ዘሎ ዕቡድ ምንቅስቓስ ንባሕርን ኣፍደገ ባሕርን ኣደብ ክገብር ብተደጋጋሚ እዋናት ከተጠንቅቕ ዝጸንሐት ሃገር'ያ። ኣብ ማያት ቀይሕ ባሕሪ ብጽሒት ዘይብለን ሃገራት ብዛዕባ'ቲ ማያት ክዘራረባን ነቲ ማያት ዘህውኽ ዘይከውን ተግባራት ክገብራን ቅቡል ከምዘይኮነ ኣብ ዝተፈላለየ ኣጋጣሚታት ክትሕብር ጸኒሓን ኣላን። ንወደብ ዓሰብ ዝምልከት ስዑዲ ዓረብ ብዘበናዊ ኣገባብን ደረጃን ወደብ ዓሰብ ክተልምዕ ምስ መንግስቲ ኤርትራ ኣብዚ ዝሓለፈ ሽዱሽተ ኣዋርሕ ኣፈናዊ ስምምዓት ከምዘካየደት መራኸቢታት ዜናን ጸብጻባትን ሒዘን ወጺኤን ነይረን። ኮር ፕረዚደንት ኢሳያስ ኣፈወርቂ ክኣ ሕጂ ናብታ ሃገር ብምቕናዕ ኣገዳሲ ጉዳያት ንወደብ ዓሰብን ካልእ ምስ ቁጠባ ዝተተሓዘ መዳያትን ንህዝብን መንግስትን ኤርትራ ዘርብሑ ኣገዳሲ ስምምዓት ክኽትም ምዃኑ ንምርድኡ ዘሸግር ኣይኮነን። መገሻ ኮር ፕረዚደንት ኢሳያስ ኣፈወርቂ ናብ ስዑዲ ዓረብ ነቶም ታሪኻውያን ጸላእቲ ህዝብን መንግስትን ኤርትራ ዝኾኑ ኣካላትን ጉጅለታትን ውልቀ ሰባትን ድሮ ኣሰናቢድዎም ንዕዘብ ኣለና ኮር ፕረዚደንት ኢሰያስ ኣፈወርቂ ግብጺ ድሕሪ ግብጺ ናብ ሱዳን ድሕሪ ሱዳን ከኣ ሕጂ ብቐጥታ ናብ ሱዕዲ ዓረብ ኣቕኒዑ ይርከብ ኣሎ ሃገርና ኤርትራ ኣብ ዞባ ቀርኒ ኣፍሪቃን ማያት ቀይሕ ባሕርን ወሳኒትን ኣገዳሲትን ሃገር ብምዃን ነቲ ኩነታት እናቐለሰቶ እያ ትርከብ ዘላ እዚ ሕጂ ምስ ሱዕዲ ዓረብ ዝካየድ ታሪኻውን ወሳንን ርክባትን ስምምዓትን ንሃገርና ኤርትራ ኣርባሕን ንቕድሚት ዝደፍእ ኣገዳሲ ሓይሊ ክኸውን እዩ ኣብ ዝተፈላለየ እዋናት ኣብ መንጎ ኤርትራን ስዑዲ ዓረብን ንዝካየድ ርክባትን ኣብ መንጎ ኤርትራን ስዑዲ ዓረብን ንዝፍጠር ዲፕሎማስያዊ ርክባት ብዓይኒ ስእጋት ዝጥምትዎ ዝተፈላለዩ ሓይልታት ኣለዉ። ኣብዚ ሕጂ እዋን ኣብ መንጎ ስዑዲ ዓረብን ኣሜሪካን ተፈጢሩ ዝርከብ ዘሎ ኣገዳስን ስትራቴጂካውን ዝምድናታት ብተዘዋዋሪ መንገዲ ንሃገርና ኤርትራን ንዓና ንኤርትራውያንን ዘርብሕ'ዩ። ስርዓት ብልጽግና ወደብ ዓሰብ እናበለ ይዓብድን ይጽለለሉን ኣብ ዘሎ እዋንን ሰዓትን፣ እዚ ኣገዳስን ታሪኻውን ዝኾነ ምብጻሕ ናይ ክቡር ፕረዚደንት ኢሳያስ ኣፈወርቂ ኣደብ ዘትሕዝ ኣገዳሲ ጉዳይ ክኸውን እዩ። መገሻ ክቡር ፕረዚደንት ኢሳያስ ኣፈወርቂ ንኣርባዕተ መዓልትታት ዝዓለመ እዩ። መራኸቢታት ናይ ስዑድ ዓረብ፣ ክቡር ፕረዚደንት ኢሳያስ ኣፈወርቂ ኣብ መዕርፎ ነፈርቲ ድሙቕ ኣቀባብላ እናተኻየደሉ ቪድዮታት ብምስራሕ ዓበይቲ ዜናታትን ኣርእስታትን ሂበን ሸፈን እናሃብኦ ይርከባ ኣለዋ። ክቡር ፕረዚደንት ኣብ ስዑዲ ዓረብ ዝጸንሓሉ እዋናትን መዓልታትን ንዘሎ ዝተፈላለየ ዜናታትን ምዕባለታትን እናተኸታተልና ናባኹም ናብ ሰማዕትና ክነብሎ ኢና። ክቡራት ተኸታተልቲ ናብቲ ካልኣይ ንሪ ኣገዳሲ ዛዕባ ምስ እንሰገር ብቐጥታ ምስ ኩነታት ኢትዮጵያን ሱዳንን ዝተተሓዘ ኮይኑ ኣብ መንጎ ክልቲኤን ሃገራት ተፈጢሩ ዝርከብ ዘሎ ምስሕሓብ ካብ ግዜ ናብ ግዜ ሓደገኛ መልክዕን ኩነታትን ሒዙ ይቕጽለሉ ኣብ ዘሎ እዋንን ሰዓትን፣ ስርዓት ብልጽግናን መንግስቲ ኢትዮጵያን፣ ንተቓወምቲ ሓይልታት RSF ኣብቲ ንክልቲኤን ሃገራት ዘዳውብ ምብራቓዊ ወገን ወተሃደራዊ መዓስከራት ብምድኳን ምስ ሕቡራት ኢማራት ዓረብ ብምትሕብባር ዝተፈላለየ ምንቅስቓሳት የካይድ ከም ዘሎ ሎሚ መንግስቲ ሱዳን ወግዓዊ ክስታት ኣቕሪቡ ይርከብ ኣሎ። ብመሰረት መንግስቲ ሱዳን ዘርጊሕዎ ዝርከብ ዘሎ ሓበሬታ፣ ኢትዮጵያ ምስ ሕቡራት ኢማራት ዓረብ ተሓባቢራ ንተቓወምቲ ሓይልታት RSF ወተሃደራዊ መዓስከራትን ንሎጂስቲክ መሳለጥያ ዝኸውን ክሳብ መዕርፎ ነፈርቲ ትሃንጽን ተደኩንን ከምዘላ፣ ነዚ ጉዳይ ከኣ ናይ ሕቡራት ኢማራት ዓረብ ወተሃደራውያን ክኢላታት ይመርሕዎ ከምዘለዉ ብምሕባር፣ መንግስቲ ሱዳን ኣብ ምብራቓዊ ዶባት ምስ ኢትዮጵያ ዘዋስን ሓዱሽ መዓስከራት ከምኡ'ውን ግንባራት ክኸፍት ምዃኑ'ዩ ኣጠንቂቑ ዝርከብ ዘሎ። ስርዓት ብልጽግና ብተደጋጋሚ እዋን ምስ ሕቡራት ኢማራት ዓረብ ብምትሕብባር ብመንገዲ ዶባት ክልቲኤን ሃገራት ኣቢሉ ነዞም ተቓወምቲ ሓይልታት ኣጽዋራትን ሎጂስቲክን የመሓላልፍ ከም ዘሎ መንግስቲ ሱዳን ክስታት ከቕርብ ጸኒሑን ነይሩን። እዚ ሕጂ ኢትዮጵያ ትገብሮ ዘላ ከምዚ ዓይነት ሓደገኛ ተግባራት ኣብ መንጎ ኢትዮጵያን ሱዳንን ተፈጢሩ ዝርከብ ዘሎ ወተሃደራዊ ምስሕሓብ ናብ ካልእ ዝኸፍኣ ኣንፈታት ክዓርግ ከም ዝኽእል እዮም ዝተፈላለዩ ወገናት ምስዚ ጉዳይ ቅርበት ዘለዎም ትንታነታትን መግለጺታትን እናሃቡ ዝርከቡ ዘለዉ። ስርዓት ብልጽግና ከዳሚ ሕቡራት ኢማራት ዓረብ ብምዃን ወደብ ዓሰብን ኣፍደገ ባሕርን እናበለ ንህዝብን መንግስትን ኤርትራ ክህውኽ እንከሎ፣ ነቲ ኣብ ሱዳን ዘሎ ኩነታት እውን ሓደገኛ መልክዕ ንምትሓዝ ካብ ሕቡራት ኢማራት ዓረብ መምርሒታት ተቐቢሉ ከምዚ ዓይነት ምንቅስቓሳት እናካየደ እዩ ዝርከብ ዘሎ። መንግስቲ ሱዳን ምስ ጎረባብቲ ሃገራትን መሻርኽቲ ኣካላትን ብምትሕብባር ነዚ ኢትዮጵያ ትገብሮ ዘላ ምትእትታው ሓንሳብን ንሓዋሩን ደው ከብሎ ምዃኑ እዩ መግለጺታት ዘርጊሑ ዝርከብ ዘሎ። ኣብ ዝተፈላለዩ እዋናት ዘተፈላለያ መራኸቢታት ዓለም ክሳብ መደበራት ቴሌቪዥን ኣልጀዚራ፣ ሕቡራት ኢማራት ዓረብ ምስ ኢትዮጵያ ብምትሕብባር ኣብ ውሽጢ መሬት ኢትዮጵያ ንተቓወምቲ ሓይልታት RSF ዘገልግል ወተሃደራዊ መዓስከራት ይድኮን ከምዘሎ፣ ነዚ ጉዳይ ከኣ ወተሃደራውያን ክኢላታት ናይ ሕቡራት ኢማራት ዓረብን ኮሎምብያን ይመርሕዎ ከምዘለዉ ኣብ ዜናታተንን ጸብጻባተንን ኣቕሪበንኦ ነይረን። ስርዓት ብልጽግና ከዳሚ ኢማራት ብምዃን ንዞባ ቀርኒ ኣፍሪቃ ናብ ሓደገኛ ኩነታት እናመርሖ ይርከብ። ክቡራት ተኸታተልቲ ናብ ሳልሳይ ናይ መወዳእታ ንሪኦ ኣገዳሲ ዛዕባ ምስ እንሰገር ኣብ መንጎ ሕቡራት ኢማራት ዓረብን ስዑዲ ዓረብን ኣብ መሬት የመን ተፈጢሩ ዝርከብ ዘሎ ወተሃደራዊ ምስሕሓብ እዘን ሃገራት ብቐጥታን ብተዘዋዋርን ኣብ ሓያል ኲናትን ምስሓብን ተጸሚደን ይርከባ ኣለዋ። ሎሚ ሱዕዲ ዓረብ፣ ናይ ሕቡራት ኢማራት ዓረብ ነፋሪት ናብ የመን ተቐንዕ ዝነበረት ካብ ሰማያታ ድሕሪ ምምላሳ፣ ኣብ መንጎ ክልቲኤን ሃገራት ተፈጢሩ ዝጸንሐ ምስሓብ ናብ ካልእ ዝዓበየ ደረጃታት ተሰጋጊሩ ይርከብ ከም ዘሎ መራኸቢታት ሃገራት ዓረብ ሎሚ ኣማሲኡ ዜናን ጸብጻባትን ሒዘን እናወጻ ይርከባ ኣለዋ። እዛ ወተሃደራዊት ነፋሪት፣ ላዕለዎት ሰበስልጣን ናይ ሕቡራት ኢማራት ዓረብ ኣሳፊራ ናብ የመን ትበርር ከም ዝነበረትን ኣብ ሰማያት ስዑዲ ዓረብ ምስ በጽሐት ስዑዲ ዓረብ ብቐጥታ እዛ ነፋሪት ንድሕሪት ክትምለስ ትእዛዛት ከም ዝሃበት'ዩ ዝሕበር ዘሎ። እዛ ነፋሪት ብቐጥታ ናብቲ ዝተበገሰትሉ ቦታ ከም ዝተመልሰትን ሕቡራት ኢማራት ዓረብ ብተግባራት ስዑዲ ዓረብ ከም ዘይተሓጎሰት'ዩ ካልእ ሓበሬታታት ዝወጽእ ዘሎ። እዘን ክልተ ሃገራት በቲ ኣብ የመንን ሱዳንን ተፈጢሩ ዝርከብ ዘሎ ኩነታት ኣብ ምስሕሓብ ካብ ዝኣትዋ ድሮ ዓመታት ኣቑጺሩ ይርከብ ኣሎ። ሕቡራት ኢማራት ዓረብ ንዝተፍላለዩ ተቓወምቲ ሓይልታት ኣብ ሱዳንን መሬት የመንን ዝርከቡ ወተሃደራዊ ኣጽዋራትን ለጆስቲክን ፊናንስን ብምሃብ ኣብዚ ዞባ ጽልዋኣ ንምዕባይ ሓይላ ትንቀሳቐስ ዘላ ሃገር'ያ። ኣብ የመን ዘሎ ኩነታት ተቓወምቲ ሓይልታት ብስዑዲ ዓረብ ዝድገፉ ንደቡባዊ ክፋል ናይታ ሃገር ድሕሪ ምቁጽጻሮም ስዑዲ ዓረብ ንኩነታታን ጸጥታን እዚ ነገራት ሓደገኛ ስለ ዝኾነ ወተሃደራዊ ኣጽዋራታን ከምኡ'ውን ድሩዓት መካይናን ናብ ውሽጢ መሬት የመን ክተእቱ ኣብዚ ዝሓለፈ ክልተ መዓልታት ተራእያ ነይራ። ኣብ መንጎ ክልቲኤን ሃገራት ተፈጢሩ ዝርከብ ዘሎ ምፍጥጣት ስዑዲ ዓረብ ሎሚ ንናይ ሕቡራት ኢማራት ዓረብ ነፋሪት ካብ ሰማያታ ድሕሪ ምምላሳ ናብ ካልእ ዝለዓለ ወጥሪ ተሰጋጊሩ ይርከብ ኣሎ። ኣብ መንጎ ሕቡራት ኢማራት ዓረብን ስዑዲ ዓረብን ብተዘዋዋሪ መንገዲ ኣብ መሬት የመን ሓያል ወተሃደራዊ ግጥማት እናተኻየደ እዩ ዝርከብ ዘሎ። እዚ ኣብ የመን ተፈጢሩ ዝርከብ ዘሎ ኩነታት ካብ የመን ሓሊፉ መዳውብቲ የመን ንዝኾኑ ሃገራትን ንማያት ቀይሕ ባሕርን ሓደገኛ ኣንፈታት ከትሕዞ ከምዝኽእል ዝተፈላለየ ትንታነታት ይወጽእ ኣሎ። ሕቡራት ኢማራት ዓረብ ካብ ጻዕታሪ ተግባራታ ክትእደብ እንተዘይክኢላ ንማያት ቀይሕ ባሕርን ዞባ ቀርኒ ኣፍሪቃን ናብ ሓደገኛ መንገዲ ተምርሖ ዘላ ሃገር እያ። ክቡራት ተኻታተልቲ ፈንቅል ኤሪ ሜድያ! ንሎሚ ኣዳልየዮ ዝነበርኩ ዋናውን ኣገደስትን ሰለስተ ዜናታት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ። ጽባሕ ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ ምሸት ደቂ ሬም።